ቀጺለ ንክቡር ፕረዚደንት ሃገረ ኤርትራ ኣቶ ኢሳያስ ኣፍወርቂ ቃል ከስምዓና ብኣኽብሮት እዕድም።

ንህዝቢ ኤርትራ ኣብ ውሽጥን ወጻኢን ዮውሃና ንመበል ሰላሳን ሓደን ዓመት ናጽነት እናበልኩ ንመሰናድኦ'ቲ በዓል ኣበርክቶ ንዝገበሩ ኩሎም ልዑል ምስጋና ከምኡ'ውን ንኹሎም ፈተውትን ዮሃና ዝበሉን ምስጋና ዝኸበርክንን ዝኸበርኩምን ኣብዚ ኣብ ዓለምን ኣብ ጎዶቦናን ንከታተሎ ዘለና ነቁጻዊ ምዕባሌታት በባል ሰላሳን ሓደን ዓመት ናጽነትና ናታ ፍሉይ ቃና ኣለዋ። ኣብዛ ፍልይቲ ዓመት እዚኣ ሕድሪ ናጽነትናን ልኡላውነትናን ምእንቲ ከነዕዝዝ፣ ብዝሓለፈን ህሉውን ይኹን ንመጻኢ በቲ ሓይሊ ብዓለምን ብዞባናን ደረጃታት እውን ትማልን ሎምን ብዝረኣናዮ ንጽባሕ እንታይ ክንጽበ ከም እንኽእልን ንሓዋሩ ከኣ እንታይ ክንዓምም ወይ ክንገብር ከም ዘሎናን በቲ ካልእ ሰገጥ ኢልካ ምሕሳብ ዝሓትት እዩ። ኣብ ሽሕን ኣብ ሽሕን ትሽዓተ ሚእትን ኣርብዓን ሓደን ድሕሪ ምኽታም ካልኣይ ዓለማዊ ኩናት፣ ናጽነትን ልኡላውነትን ኤርትራ ባህርያዊ መስመሩ ሒዙ ከይብገስ ብናይ ሽዑ ሓያላን ስለ እተዓግተ፣ ድልየት ህዝቢ ኤርትራ ንናጽነት ከም ተቓውሞ እዩ ፋልማይ ሰረት ከንጽፍ ጀሚሩ። ንኤርትራ ኣዕኒኻ ንምልሓቕ፣ ንእስትራተጂያዊ ዝበሃል ረብሓታቶም ሓያላን ከም እተገልግል ንምግባር፣ መሳርዕ ኤርትራውያን ብምስምስ ሃይማኖታት በታቲንካ ንምስናፍ ዝተሃቀነ ፖለቲካዊ ውዲት፣ ንፖለቲካዊ ንቕሓት ኤርትራውያን ክብ ኣቢሉ፣ ንፖለቲካዊ ቃልስታቶምን ኣወዳድቦኦምን ኣማዕቢሉ፣ ንመሰረት ናጽነትን ልኡላውነትን ኣዕሚቑ እዩ ነዲቑ። ነቲ ዓይነታዊ ሞመንቱም እናዛየደ ዝማዕበለ ፖለቲካዊ ቃልሲ ህዝቢ ኤርትራ፣ ብሓይልታት ዕብለላ ዝተሓርየ ወተሃደራዊ ጭፍለቓኣ፣ ንዕጥቃዊ መኸተን ተቓውሞን ህዝቢ ኤርትራ ወሊዱ፣ ንመንደቕ ናጽነት ናብ ዝሓየለ ብራኸ ሓፍ ኣቢልዎ እዩ። ህዝቢ ኤርትራ፣ ህዝቢ ኤርትራ፣ ኣብ ጉዕዞ ዕጥቃዊ መኸተን ናጽነት፣ ብግዳማውያንን ውሽጣውያንን ጎዛዘይቲ ባእታታት ምረሻን ናህሪን'ቲ ጉዕዞ ንምጉታት ዝተኻየደ ሸርሒታት ምክፍፋል እናመከተ፣ መሳርዑ እናወደበ፣ ውህደቱ እናኾለዐ፣ ንመሰረት ህንጻ ናጽነት ዝያዳ ኣበሪኹን ኣደልዲሉን'ዩ። ብዲናሚካዊ መስርሕ ብዝማዕበለ ንቕሓትን ማዕረ ማዕሪኡ ዝወርጸጸ ውዳበን ሓድነትን ከኣ ዕጥቃዊ መኸተ ህዝቢ ኤርትራ ንኹሉ መሰናኽላት በናጢሱ ከቢድ መስዋእቲ ከፊሉ ድሕር ሓምሳ ዓመታት ንዘረጋገጾ ናጽነት ሕጋዊ ልኡላውነት ኣልቢስዎ እዩ። ኣብዚ ሓጺር ዝመስል ናይ ሓምሳ ዓመታት መስርሕ፣ ካብ ሽሕን ትሽዓተ ሚእትን ኣርብዓን ሓደን ክሳብ ሽሕን ትሽዓተ ሚእትን ተስዓን ሓደን፣ ብመጠን ናይቲ ዝተቐስመ ትምህርትን ተመክሮን፣ ብዓይነት ናይቲ ኣወዳድባን ምዕባሌኡን፣ ብዝኾስኮሶ ባህሊ ጽንዓትን መኸተን፣ ብዝጠመሮ ህዝባዊ ስኒትን ውህደትን፣ ምስ ግዝፊ ናይቲ ተጻብኦ ዛሚድካ ናይ ሓደ ህዝቢን ሃገርን ምዃንን ዘይምዃንን ሕቶ ክረኣ እንከሎ ናይ ወለዶታት ዘገምታዊ ምስግጋር ዝዓመመ ሰውራ እዩ ነይሩ። ናይዚ ሎሚ ከም ልሙድ ነብዕሎ ዘለና ዕዙዝ ናጽነት መሰረት ከኣ ውህሉል ምህርትን ስርዓተ ክብርታትን ናይቲ ዲናሚካዊ ፖለቲካውን ወተሃደራውን ማሕበራውን ባህላውን መስርሕ ሓምሳ ዓመታት እዩ። ዝኸበርክንን ዝኸበርኩምን ሓይልታት ገብት ዓብልል ግን ድሕሪ ሽሕን ትሽዓተ ሚእትን ተስዓን ሓደን እውን፣ ህዝቢ ኤርትራ ሃገራዊ ህንጸቱ ከሰላስል ዕድል ክህብዎ ኣይመረጹን። ኣብዚ ዝሓለፈ ሰላሳን ሓደን ዓመታት ህንጸት ሃገር ንምጉታትን ንምቑጻይን ከምቲ ድሕሪ ሽሕን ትሽዓተ ሚእትን ኣርብዓን ሓደን ኣብ ቁጠባዊ ሰረትን ትሕተ ቅርጽን ኤርትራ ኣንቂዶም ዘካየድዎ ዕንወት መሰረትን ሞጎትን ዘይብሉ ዶባዊ ቅልውላዋት ወይ ግጭታት ብምስዋር ብኡ ምስላጥ ምስ ኣበዮም ብጠቐነ ሽበራዊ ክስታት፣ ኪኖ ጠቐነን ምስይጣንን፣ በይናዊ ዘይሕጋዊ እገዳ ምስግዳድ፣ ቀጻሊ ድሕነታዊ ሸርሕታት ምክያድ፣ ትማል ትማል እውን ከም መደበሲ ናይ ዝተፈጸመልና ቅሉዕ መጥቃዕቲ ዳግማይ እገዳ ክብይኑ ኣይሓነኹን። ኣብ ርእሲ'ቲ ሓምሳ ዓመታት፣ እዚ ዝሓለፈ ናይ ሰላሳ ዓመታት ተጻብኦ ተወሲኹዎ፣ ዝያዳ ትምህርትን ተመክሮን ተቐሲሙሉ፣ ናጽነት ሃገርን ክብሪ ልኡላውነትን ሃገራዊ ህንጸትን ተመላሊኡ፣ ኣብ ውሽጢ'ዚ ሰማንያ ዓመታት ገጽ ብገጽ እናተዋህለለ ዝተነድቀ ስራሕን ክብርታትን እዩ ትርጉም ዝተደርዐ ናጽነትናን ልኡናውነትናን። ዘየቋርጽ ዲናሚካዊ ዕብየቱ ከኣ ዘላቒ ሕድርን ሓላፍነትን ወለዶታት እዩ። ዝኸበርክንን ዝኸበርኩምን፣ እዚ ሕጂ ግዜ ዘምጽኦ ዘይኮነ፣ ሓርነታዊ ቃልሲ ህዝቢ ኤርትራ ምስ ህዝብታት ምሕዝነት ምምስራትን ምድልዳልን ምምልላእን ኣብ ነዊሕ ጉዙኡ ከም ሰረተ እምነት ዝመከተሉ ሕቶ እዩ። ምሕዝነት ሓርነታዊ ቃልሲ ህዝብታት ኪኖ ናጽነት እውን ንናይ ወለዶታት ሓባራዊ ምምልላእን ዕብየትን ራህዋን ጥጡሕ ሃዋሁ ንምውዳድ ዝዓለመ ዘይውንዘፍ ሕርያ እዩ። ናይ ዝኾነ ሃገር ናጽነትን ልኡላውነትን ውሑስ ዝኸውን፣ ብኡ ኣቢሉ ከኣ ዘላቒ ዕብየት ዝረጋገጽ ብሓድሕዳዊ ምምልላ ሃገራትን ህዝብታትን ምስ ዝድገፍ እዩ። ኣብ ኣፍሪቃ ብሕልፊ እቲ ምሕዝነትን ምምልላእን ናቱ ፍሉይ ኣገዳስነት ኣለዎ። ኣብ ዓለም ከም ኣዝዩ ዝተዋሰነ ክፍሊ ዓለም፣ ምስ ብተዛማዲ ብዝሑ እናነሃረ ዝኸይድ ሓደ ነጥቢ ክልተ ቢልዮን ህዝቢ፣ ህዝብታትን ሃገራትን ኣፍሪቃ ናጽነቶምን ልኡላውነቶምን ኪኖ ምሕላው፣ ዞባውን ክፍለ ዞባውን ጥምረታት እናነደቑ ክጓዓዙ ግድነት እምበር ሕርያ ኣይኮነን። ስለዚ ከኣ'ዩ ኣብ ዝሓለፈ ሰላሳ ዓመታት መንግስቲ ኤርትራ ንዘላቒ ሓባራዊ ቁጠባዊ ዕብየትን፣ ርግኣትን ምምካት ሽበራን ጸረ ድሕነታዊ ሸርሕታትን ንዞባዊ ጥምረት ከይተሓለለ ዝሰርሐ ብሰንኪ መሰናኽላት ኣጀንዳታት ዕብለላ ክዕወት ኣይኽኣል እምበር ዘኢውንዘፍ ድርዒ ናጽነትናን ልኡላውነትናን ምስ ውሁብ ዓለማዊ ክስተታት ተዛሚዱ ብዝሓየለ ክስርሓሉ ዝግባእ ጉዳይ እዩ። ንኸበርክንን ንኸበርኩምን በጋጣሚ ኩነታትን ግዜን እዋን ናጽነትና ብ ሽሕን ትሽዓተ ሚእትን ተስዓን ሓደን ምስ ምኽታም ዝሑል ኩናት እዩ ተራኺቡ። ነቲ ምኽታም ዘስዓቡ ዓለማውያንን ዞባውያንን ጠንቅታት ወይ ምዕባሌታት ዝርዝራቶም ብዙሕ እኳ እንተኾነ ኣብ መደምደምታ፣ ክስተት ናይ ሓደ ዘይሰርሐ መዋእል ወይ ዝፈሸለ ዓለማዊ ስርዓት መርኣያ ዝውሰድ እዩ ነይሩ። እቲ ሕቶ ግን ድሕሪ ምኽታም ዝሑል ኲናት እንታይ ተረኽበ? ሕጅን ንመጻኢንከ? ዝብል እዩ። ድሕሪ ሽሕን ትሽዓተ ሚእትን ተስዓን ሓደን በቶም ኣብቲ ምዕራብ ዝበሃል ብኣሜሪካ ዝምራሕ ቀጽሪ፣ ንህዝብታት ምዕራብ ይኹን ንህዝቢ ኣሜሪካ ዘይውክል ናይ ውሑዳት ውሑዳት ሓይሊ ዕብለላ ኣዝዩ ሓደገኛ ዝኾነ ሓሳባት እዩ ክፍልፍል ጀሚሩ። እዞም በሃራት ዕብለላ ምኽታም ዝሑል ኲናት ከም ታሪኻዊ ዕድል ገይሮም ስለ ዝወሰድዎ ድሕሪ ውድቀት ሶቭየት ሕብረት ነበር ደጊም ነዚ ዝመጽእ መዋእል ዓለም ናትና እያ፣ ብኹሉ ዓይነት ጸብለልትነታት ዝዳረገና ሓይሊ ኣይክህሉን እዩ ወይ ክህሉ የብሉን። ዓለም ኣብ ናይ ጽልዋ ከባቢታት ከፋፊልና ብመልሕቓት ከነማሕድራ ኢና ዝዓይነቱ ሓሳባት እናማዕበሉ፣ ነታ ሽዑ ከም ቀዳመይቲ መዋዳድርቲ ዝሰግኡዋ ሩስያ ምድራግ ከም ሓደ ካብ ገፊሕ ስትራተጂኦም ኪነጥፍሉ ጀሚሮም። ብስልቲ ደረጃ፣ እተን ከም መደረቲ ዝተጠቕሙለን ሃገራት ንዶባት ሩስያ ቀረባ ዝኾና ናይ ምብራቕ ኤውሮጳ ሃገራት እየን ኮይነን። እቲ ሓሳብ ካብ ምእዋጅ ኲናት ዝፍለ ሕርያ ኣይነበረን። ከም ሓደገኛ ኣበጋግስኡ ከኣ፣ ሓደገኛ ኩነታት ፈጢሩ። እዚ ሕጂ ኣብ ዩክረይን ንከታተሎ ዘለና ምዕባሌታት ከኣ መቐጸልታ እምበር ሃንደበት ኣይኮነን። ዩክረይንን ህዝባን ግዳይን ምስምስን ጥራይ እዩ። ኣብ ዝሓለፈ ናይ ሰላሳ ዓመታት

ጠቅም፣ ቅጻዕ፣ ኣግት፣ ውረር፣ ኣህጉራዊ ሕገ ርገጽ፣ ብመሰል ሰባት ተዋራዘ። ኣብ መወዳእታ ከኣ ብመሰል ሰባት ምውርዛይ ማለት እዩ። ብዙሕ ሕላገታት ስርዓተ ጫካ፣ ብሃራት ዕብለላ፣ ናይ ሩስያ ስግኣት ጥራይ ዘይኮነ ናይ ካልኦት ስግኣታት እውን ቦሎኽ ክብል ጀሚሩ። እቲ ዘይተዓወተ ፍልስፍናዊ ትምኒት መልክዓትን ምስምሳትን እናቐየረ ኣብ ዝተፈላለየ ዞባታት ዓለም ነውጽን ቁጠባዊ ቅልውላዋትን ብቐንዱ ዘይርትዓዊ ምቕርሐ ሃብትታት ሃብትን እቶትን ኣኸቲሉ እዩ። ባህራት ዕብለላ ኣብ ሩስያ ጥራይ ኣይተዓጽሩን። ቻይና ንምድራት እውን ብመንገዲ ታይዋንን ሆንግ ኮንግን ጥራይ ዘይኮነ ኣብ እስያ ብገፊሑ ብዝተፈላለየ ወይ ዝተፈላለየ ኪዳናት ክህንድሱን ከናቑቱን ከካይድዎ ዝጸንሑ ህቀናታት ካብቲ ናይ ሩስያ ድረታ ዝተፈልየ ኣይኮነን። ሓደገኛነቱ ከኣ ካብቲ ናይ ሩስያ ተዘይዓብዩ ኣይንእስን እዩ። ብሓራት ዕብለላ ዝፍጽምዎ ጌጋታት ክንዲ ዝእርሙ፣ ብመልሰ ግብራዊ ጭንቀትን ስሕታን ቅመራን ስለ ዝድረኹ ውን ኣመታት ኣካይዳኦም ከኸትሎ ዝኽእል ሳዕቤናት ምግማት ዘሸግር ኣይኮነን። ዝኸበርክንን ዝኸበርኩምን! ንስክብ ኢሉ ብሓጺር ዝተገልጸ ዞባውን ዓለማውን ክስተታት፣ ርዝነት ሕድሪ ናጽነትናን ልኡላውነትናን ርዱእን ምክራርን ዘይሓትት እዩ። ነቲ ሕመረቱ ጽኑዕ ዝኾነ ስርዓተ ክብርታትና እናደራዕናን እናሓየልናን፣ ናይ ሃገራዊ ህንጸት ተልእኾታትና ኣብ ኩሉ ልምዓታዊ ግንባራት ብዝሓየለ ክነነጣጥፍ፣ ንብድሆታትና ብጽንዓትን ውሕልነትን መኪትና ናብ ዝበረኸ ጽፍሒ ዕብየት ክንድይብ ከኣ ቀዳምነት ቀዳምነታትን እዋናዊ ሕርያን እዩ። ዞባዊ ርግኣትን ምትሕብባርን ምምላእን ዕብየትን! ናይ ናጻን ልኡላውያንን ህዝብታትን ሃገራትን መጣምርቲ ሃገራዊ ህንጸትና ስለዝኾነ፣ ምስናይ'ቲ ንዜጋታት ጎዶቦና ብዝተፈላለየ ምስምሳት ብጸበብቲ ቁልቁላዊ ምትፍናናት ንምፍንጣሕን ንምስናፍን ዝካየድ ቅሉዕን ስቱርን ኣዕናዊ ኣጀንዳታት፣ ሓባራዊ መኸተና ብዝሓየለን ብዝሰፍሐን ክንሰርሓሉ መድርኻዊ። ግቡእ እዩ። ምእንቲ ቅሳነትን ራህዋን ህዝብታት ዓለም፣ ዝሓለፈ መዋእላት ዝሑል ኲናትን ዓንዳሪ እንኮ-ቆጽራዊ ህቀናታትን፣ ዓቢ ትምህርታዊ ዓቢ ታሪኻዊ ትምህርቲ ሓዲጉ ስለዘሎ፣ በንጻር ሕግታት ጫካ፣ ናይ ህዝብታትን ሃገራትን ናጽነትን ልኡላውነትን ዘይገሃሰሉ፣ ኣህጉራዊ ሕግታት ዝኸብረሉ፣ ምትእትታዋትን ዘይሕጋዊ በይናዊ ብድዐታትን ዘብቅዓሉ፣ ዓለማዊ ርትዓዊ ምኽርሒ ሃብትን እቶትን ዝውደነሉ፣ ናይ ምትሕብባርን ምምላእን ዝምድናታት ዝሰፍነሉ ዓለማዊ ኩነታት ንምምጻእ፣ ምስ ኩሎም ህዝብታት ብዘይ ኣፈላላይ ክንነጥፍ መቐጸልታ ናይ ሃገራውን ዞባውን ክፍለ ዓለማውን ግዴታና እዩ። ናጻ ሕርያናን ንያትናን ንሱ እዩ። ምስ ምንዮት ጥሉል ክራማት ዝኽርን ሓበንን ነቶም ሕድሪ ናጽነትናን ልኡላውነትናን ዘረከቡና ሰማእታት ዓወት ንሓፋሽ።